ሰላም ሰላም ክቡራት ሰማዕትና እዚ ኣምፅኦ ዘለኹ እዚ ገረብ እዚ ትፈልጥዎ ትኾኑ ኢኹም ዱማይ ድበሃል ዱማይ ድበሃል ዱማ ኣብ ኤርትራ ፍሉጥ ገረብ እዩ ኩላህና ንፈልጦ ኢና እቶም ኤርትራውያን ኣብ ኢትዮጵያ ዊን ዝፈልጥዎ ኣለዎ ሕብረተሰብ ኣለዎ ማለት እየ ዱማ ጥቕምታቱ ብዛዕባ ዱማ ኢና ክንዛረብ ደልየ ሎሚ እሲ ኣብነት ክኾነና ክእል እዩ ምክንያቱ እዚ ዱማ ጎኑ ካብ ዓሰርተ ሜትሮ ክሳብ ዕስራ ሰላሳ ሜትሮ ዝኸውን ፍልልያት ኣለዎ መዓት ፍልልይ እዩ ዘለዎ ኣዝዩ ገዚፍ ድማ ኣሎ ካብዚ ዝገዝፍ ጠቕላላ ክትድይቦ ዘይትኽእል ግን ቆልዑ ከለና ንሕና እኳ ብሽንካር ዝበሃል እንዳሸኸልካ ሽኻል ኣብቲ ከብዲ ድማ እንዳሸኸልካ ኢኻ ትድይብ እዚ ድማ ብዙሕ ጥቕሚ እዩ ዘለዎ መጀመርያ ካብዚ ዱማ ዝበሃል ሊሒፅና ገመድ ነፍሪ ገመድ ማለት ተደሊኻ መጽዓን ክትሰርሖ ትኽእል ኢኻ። መጽዓን ብትግርኛ ጠፋእኩም ኣይመስለንን፣ ኣድጊ ንጸዕነሉ እዩ። ተደሊኻ ገመድ መወጠጢ ኣድጊ ክትገብር ትኽእል ኢኻ፣ መወጠጢ ገመል ክትገብር ትኽእል ኢኻ፣ መእሰሪ ብዑር፣ መእሰሪ ናይ ቀራቑሮ ድዩ ናይ ነዊት፣ መእሰሪ ኣድጊ፣ ዝተፈላለየ ኣግማድ ከምኡውን ውዝባ ወይ ከዓ ሰኪዔት ውዝባእ ወይ ሰኪዔት ዝባሃል ካብዚ ይስራሕ ማለት እዩ ብፍላይ ኤርትራውያን ንሕና ገመድ ብጣዕሚ ኢና ካብዚ ንጥቀም ገመድ ናይዚ ድልዱል እዩ ማሓለኻ ይኹን ታል ናይላም ይኹን መጫምር ወይ ሸበቕ ዝባሃል ሸቢቕ ዝባሃል ንኣስረለን ጥሪትና ካብዚ ኢና ንጥቀም እዚ ጥቕሚ ዘለዎ ዱማ ማለት እዩ እዚ ኣበይ ዝርከብ ካብ ጉንዱ ልሒስካ ልሒስካ ኢኻ ትረኸቦ ካብቲ ጉንዲ እቲ ጨናፍርከ ኣብቲ ላዕሊ ጨናፍርከ እንታይ መኽሰብ ኣለዎ? ኣብ ላዕሊ ጨናፍር ብጀካ ንህቢ ወይ መዓር እዚ ጼገናይ መዓር ሰርሑ እዮም ኣብቲ ጓንጓ ተልዎ ኣብቲ ላዕሊ ኩሉ ግዜ ድማ ጓንጓ ኣለዎ ኣብኡ መዓት ንህቢ እዮም ዝዓስሉ ኣብኡ ስለ ዝሰርሕዎ እቲ መዓር በርቢርካ መዓር ክትበልዕ ትኽእል ካብዚ ይፈትዎ እዮም ብጣዕሚ ምክንያቱ እዚ ክዕንብብ ከሎ ዓቢ ገረብ እዩ ትሪእዎ ኣለኹም ብምሉኡ ካብኡ ዕንባባ መዓር ሰርሑ ከም በዓል ጽጌናይ ጠቀራይ ወይ ከኣኒ እዚ ጽጌናይ ካኣ ኢለ ሶሪ ጽጌናይ መሬት እዩ ጠቀራይ ብፍላይ ጠቀራይን ንህብን ንህብን ጠቀራይን ኣብዚ ይሰርሕዎ ማለት እዚ ጥቕሚ እዚ እዚ ካልእ ጥቕሚ እዩ ብጀካ እዚ ካልእ ጥቕሚ እንታይ ኣለዎ እዚ ገረብ እዚ እንተ ኢልና ኣብ ግዜ ጉንበት ናብ ሰነ ኣብ ዝኸደሉ እዋን ጥሪት ምስ ዝዓብራኻ ኣዝየን ጥሪት እንተ ዓቢረን ኣብ ጉንበት ካብቲ ጉንዲ ቆቆሪፅካ ከምዚ ቆቆሪጽካ ኣሕጺርካ ኣሕጺርካ ክራት ክራት ጌርካ ትህበን እሞ ይበልዖ እየን ትጭፍጭፎ ጀፊዕካ ጀፊዕካ ትህበን ይበልዖ እየን ሓደ ካልኣይ ቆጽሊ እቲ መጀመርያ ዝወፅ ቆፅሊ ኣብ ላዕሊ ካብ ላዕሊ ደይብና እንተ ሂብናየን ንጥሪትና ነተረሓና ሓደ ቀልጢፈን ነብሰን ንክመልኣ እቲ ዕብራን ንክኣሊኦ ይሕግዘን ካልኣይ ጸባ ብብዝሒ ጸባ ሕለባ ቆጽሊ ድማ ዝበልዓ ማለት እዩ እዚ ጥቕሚ ዝለዎ ብጀካ እዚ ካልእ እንታይ ጥቕሚ ኣለዎ እንተ ኢልኩም ከዓኒ እስከ ኣብዚኣ ኣላ ካብ ሓደ ካብ ሓደ እዚኣ ረኣይዋ።

እዚ ፍረ እዚ ይውንን። እዚ ፍረ እዚ ብትግርኛ ክፅዋዕ ከሎ ኣባና ቆብ ይበሃል፣ ቆብ። ኣብ ገለ ገለ ሕብረተሰብ ኣባና ኣብ ታሕቲ በዚ ጋሽ ገለ ዝፅውዑ ብጀካ ቆብ እውን እባ በዚ ወገን ቆሓይን ወይ ደምበላስ ሓብሓባ ብልዎ እዮም። ተጋሩ እውን ከምኡ ከይከውን ዝብልዎ እንድዒ ሓብሓባ ብልዎ እዮም። ብናይ ሱዳን እኳ ድሌብ እዮም ዝብልዎ እዚ ገረብ እዚ ንሕና ዱማ ክንብሎ ከለና እቲ ገረብ ብዓብዩ እዚ ፍረ ግን ቆብ ንብሎ ቆብ ወይ ሓብሓባ ተባሂሉ ይፅዋዕ እዚ ቆብ እዚ ክረምቲ ጠልጠል ብል ከምዚ ልጉዕ ኮይኑ ድሓር ኣብ ቀውዒ ጎጎ ብኸውን ሞ ቀውዒ መወዳእታ ይበስል ጠቕላላ ኳሕኳሕ ይብል ሕጂ ሶሪ ሕጂ እዚ ቆብ እዚ ምስ በሰለ እንተ ደሊኻ ብፀባ ናይ ኣጣል ወይ ብፀባ ሓ ትብፅብፆ እሞ ምስ ሓፈሰ ብማንካ ትበልዖ እንተ ደሊኻ ኣብኡ ከሎ ክትመፅዎ ትኽእል ኢኻ ወይ እውን ማይ ጌርካ በፅቢፅካ ከምዚ ስብኮ ዓይነት ይኸውን እሞ ትበልዖ ማለት እዩ ጠቕሚ ኣለዎ ፀባ ፀባ እዩ ዝጥዕም ቁሩብ ምፅፅ ዝበለ እዩ ፀባ ፀባ ጥዕም ማለት እዩ። ካልእ ኣብቲ ሰነ ከባቢ ወይ ጉንበት ወዲ ሰብ እንተ ድርቂ ኮይኑ ጥሜት ተሃስዩ ወዲ ሰብ ካብዚ ድማ እንታይ ሽሙ ክበልዕ ይኽእል እዩ እቲ ዝለዓላይ ቆፅሊ ቀንጢብካ ውሪትካ እንተ ኣብሲልካዮ ኣብሲልካዮ ፅቡቅ ጌርካ ከም ሓምሊ ኮይኑ የገልግለካ ማለት እዩ ኣብ ግዜ ሽግርን ጥሜትን ከምኡ ገይሮም ይጥቀምሉ እዮም ነዚ ዱማ ዝበሃል ማለት እዩ ተረዲኦም ንክቡራት ሰማዕትና ስለዚ ጥቕምታት ናይ ዱማ ከምዚ ይመስል ልዕሊ ሽሕ ዓመታት ዕድመ ከም ዘለዎ ከዓ ይንገር ማለት እዩ እዚ ዱማ እዚ ልዕሊ ሽሕ ዓመታት ዕድመ ከም ዘለዎ እዩ ዝንገር ብጣዕሚ ነዊሕ ዕድመ እዩ ደለዎ ንፅላል ከም ናይ ዱማ ዝጥዕም ፅላል የለን ኣብ ግዜ እዚ ኣበይ ዝበቁል ኩሉ ግዜ ፅላል ምስ ኣምፀና ዘኪረዮ ብዙሕ ኣብ ከበሳታት ኣይትረኽቦን ኢኻ እዚ ኣብ መታሕት እዩ ዝርከብ ኣብ መታሕት ብፍላይ ኣብ ኤርትራ ካብ ከረን ንታሕቲ ክሳብ እምኒ ሓጀር ክሳብ ዶብ ኤርትራ ምስ ትግራይ ከባቢ ሸራሮ ክሳብ ብያራ ሓሊፍካ ጥቃ ድያቦ ዘሎ ዶብና ናይ ኤርትራ እዚ ኣሎ ብብዝሑ ኣሎ እዚ ብፍላይ ከባቢ በዓል ባድመ ከባቢ በዓል ሽላሎ ኣይተራ በዓል ኣንቶረ እዚ በዓል ኣለቡ ኢልካ ክሳብ ግርማ ኢልካ ከባቢ ተጠወ እዚ ንሳሕል ከምዚ መዓዱ ማይ ዘሎ እዚ ኩሉ ግዜ ኣብ መታሕት ኣብ መቆት መሬት እዩ ዝርከብ ኣብቲ ከበሳ ዝባን ብዙሕ ኣይኮነን ስሕት ኢልካ ክትረከብ ትኽእል ንኣሽቱ እዩ ግን ከምዚ ዓበይቲ ዱማታት ኣይኮነን ስለዚ ዱማ ብብዝሒ ዱማታት ተደኣልዩ ኣብ ሃገርካ ፅቡቕ እዩ ምክንያቱ ንገመድ ክትሰርሕ ይኸውን ንቀውዒ ከምዚ ኣብዚ ንሪኦ ዘለና ፍሩታ ተባሂሉ ብኬሚካል ዝብላዕ ዘሎ ኢሮጳ ዘይኮነ እዚ ቀውዒ ከይድካ ጨርጊፍካ እያ ትበልዖ ወይ ህበይ የውርደልካ ተረፍ ህበይ ዝወደቆ ካብቲ ህበይ ዝወደቆ ትበልዕ ወይ ከዓ ደርቢኻ ብደንጎላ ኢኻ ተውርዶ ዝበዝሕ ብበትርን ብደንጎላን ደርቢኻ ኢኻ ተውርዶ ነዊሕ ስለ ዝኾነ እንታይ ድበሃል ሕንቅል ሕንቅሊተይ ኣሎ ሕብረተሰብና ናይዚ እንካስ ግነኒ ይብሉ እሞ ኖኖ ሕንቅልሕንቅሊተይ እምበር ሕንቅልሕንቅሊተይ ይብሉ እሞ ተሰናቢተይ ምስ በልዎም ንሳ ጉልባሳ ደቃ ሱሳ ፍለጠለ ይብልዎም ሕጂ ንሳ ጉልባሳ ደቃ ሱሳ ምናልባት ናብቲ ግእዝ ክኸይድ ይኽእል እዩ እሳ ጉልብቲ ማለት እዩ ጉልብቲ ዓባይ ከም ዝትሪእዎ ዘለዎ ዓብይ ድማ ንሳ ጉልባሳ ደቃ ሱሳ ንሳ ጉልብቲ እያ ደቃ ከኣኒ ሱሳ ክብሎም ከለዉ ከምዚ ከሪኦኩም ዝጸናሕኩ ቡዙሓት እዮም ማለት እዩ ሱሳ ዝብሎም ዘለሲ ቡዙሕ እያ ተፍሪ ከምዚ መዓት እዩ እዚ ሱሳ ይኮነ ዋላ ሚእትን ዕስራን ክኸውን ይኽእል እዩ ሕጂ ንሳ ጉልባሳ ደቃ ሱሳ ፍለጠለይ ተባሂሉ በዚኣ ሕንቅልሕንቅሊተይ ኣብ ታሪክ ኤርትራውያን ይዘራረቡ እዮም ካልእ ዱማ ጓንጓ ደለዎ ዱማ ኣሎ ኣብ ከብዱ ኣብ ውሽጢ ኣብኡ ማይ ክትዕቅል ትኽእል ኢኻ ገሊኡ ሃህ ዝበለ እዩ ኣብ ውሽጢ ኣቲኻ ማይ ክትዕቅል ትኽእል ኢኻ ዋላ ኣርባዕተ ሓሙሽተ ሰብ ደእትሎ ዓሰርተ ሰብ ደእትሎ ኣብ ውሽጢ ጓንጓ ደለዎ ብዙሕ ዱማታት ኣሎ ማይ ክተዕቅን ትኽእል ኢኻ ካልእ ዋላ ከምዚ እዛ ንሪኣ ዘለና ዱማ እዚኣ ንባዕላ ማይ ክተዕቅን ትኽእል ኢኻ እንተ ብምብራቕ መፅሃልዩ ማይ ብምዕራብ ናይዛ ዱማ ትኸውን ትከላኸለልካ ዋላ ሓንቲ ትኸውን ኢኻ ብሰሜን መፀካ እንተልዩ ብደቡብ ስኻ ትኸውን ትከላኸለልካ እያ ዓብ ስለ ዝኾነ መሸንቦባ ይረኽበካን እዩ ይከላኸለልካ ድማ ብጣዕሚ ጠቕሚ ዘለዎ ኣብ ሃገርና ገረብ እዩ ክቡራት ሰማዓትና ሎማዓንቲ ዝነበረኒ ብዛዕባ ዱማ እዚ ይመስል ጽን ኢልኩም ሰማዕኹምኒ ብጣዕሚ የመስግነኩም ኣብ ዘለኹም ዕድመን ጥዕናን ይሃብኩም ላይክ ሳብስክራይብ ሸር እንተገበርኩምልና ግን ጽቡቕ እዩ ክቡራት ሰማዓትና ወደሓንኩም